ሰላም ሰላም ተኸታተልቲ መደብ ጩራ ፍልጠት ሜድያ ከመይ ኣለኹም ከመይ ትኾኑ ንሎማዓንቲ ናይ ምዕራፍ ክልተ ቀዳማይ ክፋል ሒዘልኩም መፅእ ኣለኹ ሎሚ ንርእየን ከዓ ክልተ ነጥብታት ኣለዋና Inserting Text ኣብ ዝደለናዮ ቦታ ከመይ ጌርና ጽሑፍ ነእቱ? Selecting Text Using Mouse or Keyboard ድኻኒ ብማውስ ጌርና ወይ ከኣ ብኪቦርድ ጌርና ከመይ ጌርና ነቲ ዝደለናዮ ንመርጾ ወይ ሰሌክት ንገብሮ ወይ ነጸልሞ ንብሎ ብልምዲ ማለት እዩ። እዚኤን ክልተ ነጥብታት ኣለዋና ነዚኣ ቀዳመይቲ ንምርኣይ ኣብዚ ፋይል ክንገየድና ሓድሽ ክንከፍት ኢና። insert create ማለት እዩ ሓድሽ ብላንክ ከፊትና ኣለና ስለዚ by default ባዕላ ኣብዚ ሂባትና ኣላ ኣንሕና ግን ምናልባት ኣብዚ ማእከል ክንጽሕፎ ደሊና ኣለና ኣርእስቲ ስለ ዝኾነ ወይ ከኣኒ ብዕለት ክንጅምር ደሊና ኣለና ብዕለት ከኣኒ በዚ የማናይ ወገን ክጽሓፍ ኣለዎ በዚ ክጽሓፍ ስለ ዘለዎ እንታይ ንገብሮ ነዚኣ ከርሰርና ኣብዚ ምጺና ዳብል ክሊክ ንሃርማ ዳብል ክሊክ ምስ ሃረምና በዚ መጽያ ዕለት ኣብዚ ክንጽሕፍ ኢና ሁለት ቁርብ አግጅፍ ከነብሎሞ ብዓሰርተ ሽዱሽተ ገርና ኣለና እዚ ኣፀሊምናያ ዘለና ክእለ እንተኮይኑ ኣብ ዝኾነ ቦታ ክሊክ ንገብር ይእለ የልና ሎሚ ዕለት ትሽዓተ እዩ ዕለት ትሽዓተ ወርሓ ወርሒ ሸውዓተ ክልተ ሽሕን ዕስራን ኦኬ ዕለት ምስ ጠወቕና ኢንተር ምስ በልናያ ብኣያ ትጅምር ምክንያቱ ኣብዚ ኢና ሂብናያ ዘለና ኣብዚ ክትኮንና ሓቢርናያ ዘለና ማለት እዩ ንሕና ግን ኣብዚ ማእከል እዛ ኣርእስቲ ክንፅሕፍ ደሊና ኣለና ስለዚ ኣብዚ ነምፃ ኣብዚኣ ዳብል ክሊክ ንሃርም ኣብዚ ከዓ ኣርእስቲ ንፅሕፍ በዚ ዕለት ኣብዚ ከዓ ኣርእስትና ፅሒፍና ኣለና ግን ካብኡ ክንቅፅል ኣይደለናን ኢንተር እንድሕር ኢልናያ ኩሉ ግዜ ኣብያ ትወርድ ብያ ትቕፅል እዚ እንታይ እዩ ስቕ ኢልና እንድሕር ፅሒፍና ኣብዚ እንታይ ትገብሮ ናብ ክልቲኡ ጎኒ ገፃ ብሓንሳብ እያ ተግፍሖ ነቲ ፅሑፍ ምስ ወደእት ሽዑ እንደገና ከኣኒ ካብ ማእከል ትጅምር። ኢንተር እንተልካያ ሕጂ ማእከል እያ ትወርድ ኢልካ ትጽሕፍ ማእከል እያ ትወርድ። ንሕና ግን ከምኡ ዓይነት ኣይኮናን ክንጽሕፍ ደሊና ዘለና። ኣርእስቲ ድሕሪ ምጽሓፍና እንታይ ክንገብር ደሊና ኣለና? ብጸጋማይ ወገን ካብ ጸጋም ንየማን ክንመጽእ ደሊና ኣለና። ስለዚ ነዛ ካርሰር ናትና እዚኣ ኣብዚ መጺእና ዳብል ክሊክ ንሃርማ እሞ ካብዚ ትጅምር። ጽሕፈትና ካብዚ ንጅምር ማለት እዩ። ስለዚ ኣብ ዝደለናዮ ቦታ ይእቲናዮ ኣለና ማለት እዩ ኣብዚ ክንፅሕፍ ንኽእል ኣብዚ ክንፅሕፍ ንኽእል ኣብዚ ክንፅሕፍ ንኽእል እንታይ ተጠቂምና ማለት እዩ ነዚኣ ተጠቂምና ንኣብነት ኣብዚ መፂና ውርድ ኢልና ኣብዚ ታሕቲ ክንፅሕፍ እንተ ደሊና ዳብል ክሊክ ንገብር ኣብዚ ካብዚ ማእከል ፅሕፈታት ይጅምር ማለት እዩ ስለዚ ኣብ ዝደለናዮ ቦታ በዚኣ ካርሰር ጌርና ዳብል ክሊክ ብምግባር ኣብ ዝደለናዮ ቦታ ክንጽሕፍ ንኽእል ቴክስት ከነእቱ ንኽእል ኢንሰርት ቴክስት ዝበሎ ነዚ ማለት እዩ ወይ ከዓ ኣብ ዝተጻሕፈ ክንውስኸሉ ተደሊና ንኣብነት ኣብዚኣ ንጅምር ትብል ዘላ እዚኣ ክውስኸላ ኣይደልየ ክንጅምር ገይረያ ማለት እዩ ተከርሰር ኣብዚ ኣምፅኤ ይፅሕፍ እሳ ትደፍኦ ነቲ ኣቐዲሙ ብድሕሪኣ ዘሎ እናደፊኣ ጥራያ ትኣቱ ከምዚ እንድሕር ጌርካ ይደፍኦ ጥራይ ማለት እዩ ስለዚ ክንጅምር ንኽእል እንተደልየ ከዓ ናብዚ የምፃእ ከምዚ ጌርና ብዝደለናዮ ቦታ ንወስዳ ማለት እዩ ስለዚ ኢንሰርት ቴክስት ዝበልናያ እቲኣ ቀዳመይቲ እዚኣ እያ ነይራ። ከመይ ጌርና ሰሌክት ንገብር ቴክስት? ኣብዚኣ ካልኣይቲ ሰሌክቲንግ ቴክስት ዩዚንግ ዘ ማውስ ኦር ኪቦርድ ብማውዝ ጌርና ከመይ ጌርና ዝኾነ ጽሑፍ ሰሌክት ንገብር ሰሌክት ንብሎ ዘለና እቲ ብልምዲ ነጸልሞ ንብሎ እምበር ንመርጾ ኢና መሪጽና ዝኾነ ነገር ክንቅይሮ ናቱ ኤዲት ክንገብሮ እንተ ደሊና ወይ ክንቆርጾ እንተ ደሊና ኮፒ ክንገብሮ እንተ ደሊና ወይ ደሊት ክንገብሮ ዝኾነ ስራሕ ክንገብሮ ደሊና ኢና ሰሌክት ንገብሮ ስለዚ ንመርጾ ኢና ስለዚ ከመይ ጌርና ኢና ሰሌክት ንገብር ብማውስን ብኪቦርድን ብክልቲኡ ኢና ንርኢ ማለት እዩ መጀመርያ ብማውስ ከመይ ጌርና ሰሌክት ንገብር ፅሑፍ ኣብኡ ከለና ነዚአን ፅሑፋትና እዚአን ሰሌክት ክንገብረን ኢና ስለዚ ነዚኤን ከመይ ሰሌክት ንገብረን መጀመርያ ጸጋማይ ክሊክ ጠዊቕና ንየማን ገጽና እንተኾይንና ከነጸልም የማን ገጽና ነንቀሳቕሳ ናትና ማውስ ንጸጋም ገጽና እንተደሊና ንጸጋም ገጽና ንታሕቲ ገጽና እንተደኣ ደሊና ከዓ ካብኣ ጀሚሩ ንታሕቲ እብዚኣ ነረታ ካርሰር ናተይ ካብዚኣ ኣብዚኣ እንድሕር ኣምጺኤያ ካብዚኣ ጀሚረ እንድሕር ኣይ ኣታ ክሳይ ከጸልማ ጀሚረ ኣብኡ ከላ ካብዚኣ ትወርድ ማለት እዩ ካብዚኣ ተጸልም ካብታ ከርሰር ናተላታ ንድሕሪ ተደሊኻ ከምዚ ስለዚ ብከምዚ ሓንቲ እዚ ኣላትና ካልኣይቲ ዳብል ክሊክ ብምግባር ጥራይ ከነጸልም ንኽእል ኢና እዚኣ ካርሰር ናትና ኣብዚኣ ምሻላ ኣብዚ ኣላ ናትና ከርሰር ዳብል ክሊክ እንተ ጌረያ ልክዕ ነዛ ኢንሰርቲንግ ትብል ዘላ ጥራይ እያ ተጸልማ ዳብል ምስ ገበርክዋ ኢንሰርቲንግ ትብል ኣጸሊማ ሽዑ መጽየ ነዚ ክቕይሮ እንተ ደልየ እቲ ክሰርሖ ዝደለኹ ስራሕ ይሰርሕ ማለት እዩ ሰለስተ ግዜ እንድሕር ጠዊቐያ ከዓ እንታይ ክትገብር እያ ፓራግራፍ ሙሉኣ ሰሌክት ትገብር ሕጂ እዚኣ ከም ፓራግራፍ ትቆፅራ ነዚኣ ኢንተር ኢልና ወሪድና ስለ ዝኾና ነዚኣ ጥራሕ ማለት እዩ ነዚኣ ቀዳመይቲ ቁፅሪ ሓደ ሰለስተ ግዜ እንተጠዊቓዮ ብምልኣ ክተጸልሞ እያ። ብምልእታ ጸሊማታ። ኣብዚኣ እንድሕር ወሪድና ከኣኒ ነዚኣ ቁጽሪ ክልተ ብምልእታ ሰለስተ ግዜ እንድሕር ጠዊቓያ ብምልእታ ክተጸልመኒ እያ። ዳብል ክሊክ ሓንቲ ዎርድ ተጸልም ትሪፕል ክሊክ ከኣኒ ንብምሉእ ተጸልም ማለት ሽዑ እቲ ክንሰርሖ ዘለና ንሰርሕ ከምዚኣ ጌርና ከነጸልም ንኽእል ኢና ክልተ ሳልሰይቲ ከመይ ጌርና ኢና ሰሌክት ንገብሮ ብኪቦርድ ማለት እዩ ሕጂ እዚኣ ኪቦርድ ኣብ ዝምጸያ ኣለኹ ሽፍት ፕላስ ኣሮውስ ኢና ክንጥቀም እዚኦም እዮም እቶም ኣሮውስ ኣብ ላብቶፕ ተኮይኑ እዚኦም ኣሮውስ ጥራይ ኢና ንረክብ ኣፕ ኤንድ ዳውን ፔጅ ትብል ዘለዉ እዚኦም ኣይንረክቦምን ኢና ግን እዚኦም ሓደ ዓይነት ፋንክሽን ኣለዎም ከነጸልም ከለና ብሓንሳእ ክልቲኦም በዚ ክንጥቀም ንክእል በዚ ክንጥቀም ንክእል ማለት እዩ እዚኦም እቶም ኣሮውስ ንብሎም ዘለና እዮም በዚኦም ተጠቂምና ከነጸልም እታ ዝቐለለት እያ ምክንያቱ ነዚኣ ካርሰር ናህና ኣብዚኣ ነምጽኣ ሽዑ ሽፍት ንጥውቕ ሽፍት ኣብ ናይ ላፕቶፕ ኪቦርድ ኣብ ገሊኡ ሽፍት ድብል ተጻሒፉ ልክዕ ከምዚ ምስ ተጻሒፉ ዘሎ እዚኣ ኪቦርድ እዚኣ ናይ ዴስክቶፕ እያ ናይዚኣም ኮምፒውተራት ዓበይቲ ናይ ዴስክቶፕ እያ ወይ ከዓ ናይዘን ዕብይ ዝበላ ላፕቶፕ ማለት እዩ ዓበይቲ እንተዘይኮይኑ እዚ ክፋል እዚ ኣይንረኽቦን ኢና እዚ ክፋል እዚ ኣብ ናይ ላፕቶፕ ኣይንረኽቦን ኢና ስለዚ እዚኣ ፅሕፍቲ እዚኣ ከንታይ ትፀንሕ ኣብ ገሊአን ላፕቶፕ ንላዕሊ ገፃ ትርኢ ኣረው ኮይና ጥራይ ትፀንሕ ብየማንን ብጸጋምን ብክልቲኡ ሽፍቲ ዘሎ ኣብዚኣ ሽፍቲ ኣላ ኣብዚኣ ሽፍቲ ኣላ ስለዚ ኣሮው ጥራይ ኮይና ትጸንሕ ማለት እዩ እሳ ሽፍቲ ማለት እዩ ኣብ ገሊኡ ግን ሽፍቲ ተጻሒፉ ኣይጸንሕ ስለዚ ነዚኣ ሽፍቲ እዚኣ ጠዊቕና ሽዑ ነዚአን ናብ ዝደለናዮ ኣንፈት ኣርባዕተ ኣማእዝን እየን እዚአን ንላዕሊ ንታሕቲ ንጸጋም ንየማን ከነብሎ ንኽእል። ሕጂ እዚኣ ካርሰር ናትና ካብዚኣ ነምጽኣያ። ነዚኣ በይና ትግርኛ ዘላ ጥራይ ቁጽሪ ሓደ ዝኾነ ስራሕ ክንሰርሓ ደሊና ኣለና ንበል። ስለዚ ካርሰር ኣብዚኣ ምሽ ኣምጺእናያ ኣለና እታ ዝቐለለት ሽፍት ንጥውቕ። ነታ ሽፍት ከይገደፍናያ ዜና ኣርባዕተ መኣዝን ኣረው ናብ ዝደለናዮ ንኸይድ። ሕጂ ንየማን ክንከይድ ደሊና ኣለና ከምዚኣ ጌርና ስኢልና እንድሕር ጠዊቕናያ ጽልዮ ጸልም። እንድሕር ቀስ እንዳበልና ከድና ከዓኒ እንዳሰጎመ ይኸይድ ማለት እዩ ስለዚ ንየማን ንጸጋም ንብሎ ማለት እዩ ንታሕቲ ክንብሎ እንተ ደኣ ደሊና ከዓኒ ከምዚ ኢሉ ክወርድ ይኽእል ብምሉእ ከምዚ ኢሉ ከጸልመና ይኽእል እዩ ማለት እዩ ስለዚ ካብዚ ሰሌክት ጌርና ዘለና ክእለ እንተ ደሊና ኢኻ ኣብ ዝኾነ ቦታ ንጥቁ ማለት እዩ እዚ ከምዚኣ ጌርና ከነጸልም ብፍላይ እዚኣ ኪቦርድ ተጠቂምና ኣዝያ ጥዕምትን ሾርት ካት ብዙሕ ክስታይ የብላን ማለት እዩ። ካልእ ኢንሰርት ቴክስት ካብ ኢንተርነት ቴክስት ኢንሰርት ክንገብር ተደሊና እዚ ሕጂ ካብ ኢንተርነት ዘምጻእክዎ እዩ። ንብምልእታ እዚኣ ከነጸልማ ኢና ዩዚንግ ኣሮውስ ኣብ ኪቦርድ ጌርና ሽፍት ጠዊቕና ንታሕቲ እናገበርኩ ብምልእታ ጸሊመያ ኣሎ። ሽዑ ደሊት እንተሃሪመ ብምሉእ ክድምሰስ እዩ። ደሊት ሃሪም ኣለኹ ማለት እዩ። ከም ብሓድሽ ከነምጽኦ ኢና ካብ ኢንተርነት ነዚ። ካብ ኢንተርነት ከነምጽእ ከለና ግን ንንባብ ጥራሕ ተባሂሉ ዝተዳለወ ስለ ዝኾነ ኢንተርነት ካብዚ የምጽእዮ ነይረ ኣጸሊመ። እዚአን ኣሮውስ ኣይኮናን ንጥቀም ማውዝ ኢና ንጥቀም ማለት እዩ። እዚኣ ካርሰር ኣብዚ ኣምጺእና ኣብኡ ንጥውቓ ኣክቲቭ ንገብራ ሽዑ እንታይ ንገብር ጸጋማይ ክሊክ ጠዊቕና ክሳብቲ ዝደለናዮ ዓቐን ነጸልሞ ማለት እዩ ንወርድ ስቕ ኢልና እንድሕር ወሪድና ባዕሉ ንላዕሊ ሓፍ እናበለ የፀልሞ ማለት እዩ ሽዑ እንታይ ንገብር ኣብዚ ሕጂ ሾርትካት እዩ ክንጥቀም ፅቡቕ ካብ የማናይ ክሊክ ጠዊቕና ኮፒ ፔስት ካብ ንብል ሾርትካት ኪቦርድ ክንጥቀም እቲ ዝበለፀ እዩ ኮንትሮል ፕላስ ሲ ንጥውቕ። ፕላስ ማለትና እንታይ ማለትና እዩ? ኮንትሮል ጠዊቕና ንኮንትሮል ከይገደፍና ሲ ንጥውቕ ምስኡ ድሕሪኡ ማለት እዩ። ኮንትሮል ኢልና ሲ ንጥውቕ። ስለዚ ኮፒ ኮይኑ ኣሎ እዚ ሰሌክት ዝገበርኩ እዚ ዝመረፅኩዎ እዚ ሰሌክት ኮይኑ ኣሎ ማለት እዩ። ይግባእ ይቕሬታ ኮፒ ኮይኑ ኣሎ ማለት እዩ። ሽዑ ኣብዚ ኣይመፅኤ ኣብቲኣ ካርሰር ዘላት ኣብታ ክእትዋ ዝደለኹ ቦታ ነዚኣ ይጥውቓ። እዚኣ ናብዚኣ ከእትዋ ደልየ ኣለኹ። ኣብዚኣ ከእትዋ እንድሕር ደልየ፣ ድሕሪ እዚኣ እንድሕር ከእትዋ ደልየ፣ ኢንተር ኢለ ይወርድ፣ ካብዚኣ ኣብዚኣ ከእትዋ እኽእል እየ። ሕራይ ብታሕቲ ነእትዋ፣ ኣብዚኣ ነምጽኣያ። ኣብ ማእከል ኣብዚኣ ክነምጽኣ ደሊና ኣለና፣ ግን ደሓን ኣብዚ ነምጽኣያ፣ ብየማን ብጸጋም። ኮንትሮል ሲ ምሽ ጠዊቕና ነርና ንኮፒ፣ ኮንትሮል ቪ ጌርና ከኣ ኣብዚ ከነምጽኦ ኢና። ኮንትሮል ቪ ምስ በልና ብምሉእ መጺኡ። ስለዚ እዚ ካብ ኢንተርነት ዘምፃእናዮ እንታይ ኮይኑ ኣሎ ሕጂ ገሊኡ እዚ ቀጠልያ ኮይኑ ኣሎ ሊንክ ስለ ዝኾነ ኣብቲ ዊኪፔድያ እዚ ሰማያዊ ይቕሬታ ኮይኑ ኣሎ እዚ ክንቅይሮ ደሊና ገሊኡ ከዓ ኣንደርላይን ከዓ ኮይኑ ኣሎ ስለዚ ንሕና ክንቅይሮ ደሊና ኣለና በብሓደ ካብ ንቕይሮ ሕጂ ብምሉእ ነጸሎሞ ምሽ ብምሉእ ካብ ሕንሳ ንቕይሮ ማለት እዩ ኤዲት ንገብሮ ሕጂ ኤዲት ሃብል ኮይኑ ቅድም ድንበብ ጥራይ እዩ ነይሩ ኮፒ ጌርና ኣብዚ ምስ ኣምጻእናዮ ኣብ ወርድ ምስ ኣእተናዮ ግን ከም ድላይ ኢና ኤዲት ንገብሮ ስለዚ ብሓባር ኣጸሊምና ብሓባር ከዓ ብምሉእ ክንቅይሮ ኢና መጀመርያ ኣንደርላይን ኮይኑ ዘሎ ንቐይሮ እዚኣ ኣንደርላይ ንሃር ብምሉእ ኣንደርላይ ምሽ ኮይኑ ኣሎ ሕጂ ካልኣይ ግዜ ምስ ጠወቕናዮ ከዓ ብምሉእ እዩ ዘለቲ ኣንደርላይ ኮይኑ መስመር ኮይንዎ ዝነበረ ቀዳመይቲ ፋንክሽን እዚኣ ሰሪሕና ኣለና ካልኣይቲ ከዓ እዚ ሰማያዊ ሰማያዊ ሰማያዊ ሰማያዊ ኮይኑ ዘሎ ሃንቂሮ ደሊና ንዑ ሃንቂሮ እንድሕር ደሊና ከዓ እንታይ ንገብር ኣብዚኣ ንመፅእ ማለት እዩ ከለር ናይ ብምሉኡ ናይዚ ጽሑፍ ኣነ መሪጸዮ ዘለኹ ሰሌክት ጌረዮ ዘለኹ ጸሊም ግበርዮ ንብላ ማለት እዩ። ብምሉእ ጸሊም ኮይኑ ከምቲ ዝደለናዮ ስለዚ ኣብዚ ኸ ሓደ ሓደ ሪፈረንስ ክኾኑ ንዕኦም ምስ ጠወቕካዮም ናብ ካልእ ፔጅ ዝወስዱኻ ገለ ፅሑፋት ኣለዉ ኣብ ብዙሕ ፅሑፍ ከምኡ ንረክብ ኢና እዚ ከዓ በብሓደ ንቕንጮ ማለት እዩ ንኣልዮ ንድምስሶ ማለት እዩ ነዚ ከዓ ምክንያቱ ኤዲታብል ኮይኑና ስለ ዘሎ ከምዚ ጌርና ካብ ዝኾነ ቦታ ካብ ኢንተርነት ጥራይ ዘይኮነ ዋላ ካብ ፒዲኤፍ ካብ ዝኾነ ፋይል ስእሊ እንተኾይኑ ጥራሕ እዩ ብምልኡ ዝመፅኣልካ ዝደለኻዮ ዓቐን ዘይትቆርፅ ስእሊ እንተኾይኑ ስእሊ ንኣብነት እዛ ስእሊ እዚኣ ትሪዋ ዘለኹም ካብ ኢንተርነት እየ ብዚእተያ ከመይ ጌርካ ክትእትዋ ትኽእል ምናልባት ካልእ ግዜ ንሪኦ ንኸውን ምዛ ኮፒ ፔስት ግን ስለቲ ተኣሳሰር ምዛ ኢንሰርት ካልእ ግዜ ብሰፊሑ ክንሪኦ ኢና ከመይ ጌርና ኤዲት ንገብራ ነታ ስእሊ ገለ ኮፒ ፔስት ጥራይ ግን ሎሚ ሓንቲ ከሪኦኩም እዩ ነብዚኣ ትመጽእ ብዛዕባ ኤርትራ ኣልና ኣለና ኣብዚ ንምለስ ማለት እዩ ኤሪትሪያ ምስ በልና እዚ ሂባትና ኣብዚ ቢልድስ ንኣቱ ማለት እዩ ዝጎግል ቢልድ ስእሊ ምስ በልናያ ኢሜጅ ትብለካ ብእንግሊሽ እንተኮይኑ ዝደለናዮ ነምፅእ ማለት እዩ እዛ ቀዳመይቲ ስእሊ ዘላ እዚኣ ምስ ጠወቕናያ እንታይ ንገብር? ኣብዚኣ ራይት ክሊክ ንጥውቕ። ራይት ክሊክ ምስ ሃረምናያ ብዙሕ ኦፕሽን ትበና። ኦፐን ኢሜጅ ኢን ኒው ታብ ኣብ ኒው ታብ ዲኻ ክኸፍተልካ ትደሊ ሴቭ ኢሜጅ ኣዝ ኣብታ ናትና ኮምፒውተር ሴቭ ክንገብራ እንተደሊና ሴቭ ኢሜጅ ኣዝ እንድሕር ኢለያ ሕጂ ራእዩ ኣብዚኣ ተጠዊቐያ ቀጥታ በዛ ደላታ ኣስመራ ዶት ጄፒጂ ኢላ ዳውንሎድ ትኸውን ማለት እዩ። ኣበናይ ፎልደር እየ ክገብራ ደልየ ብምሉኡ እዚ እቲ ፎልደር ናተይ ኣብዚ ስእሊ እዚ ከእትዋ እንተደልየ ኣብዚ እትውዮ እንደገና ይብላ ይመርፀላ ማለት እዩ። እንደገና ካልኣይ እቲ ስራሕ ወዲያ ስለ ዝኾነ ጠፊኣ እያ ካልኣይ ግዜ እንታይ ገብራ ራይት ክሊክ ይሃርም ኮፒ ኢሜጅ ኢና ደሊና ሕደ ኣለና ሕጂ ንሕና ኮፒ ኢሜጅ ኣድረስ ኣድረስ ናይታ ኢሜጅ ጥራይ ከዓ ኮፒ ክትገብራ ትኽእል ኢኻ ሳውን ከርእየኩም እየ ቅድም እዚኣ ኢመጅ ኮፒ ንበላ ኢመጅ ኮፒ ኮይና ኣላ ሕጂ ኣብዚ መጺና ፔስ እንታይ ኢልና ነርና ዋላ ብራይት ክሊክ ጌርና ኮፒ ዝበልናዮ ብሾርትካት ጌርና ኮንትሮል ቪ ጌርና ፔስት ክንብሎ ንኽእል ኢና ኮንትሮል ቪ እንተ ኢለ ሕጂ እታ ስእሊ ናይ ኣስመራ ኮንትሮል እባ ታሽ ምስ ገበርክዋ ትኽ ኢላ መጺኣ ማለት እዩ። ከመይ ጌርና ናታ ሼፕ ኣበየናይ ቦታ ፖዚሽን ከነቐምጣ ደሊና ዝብሉ ኤዲት ናይ ሎማዓንቲ ርእስና ስለ ዘይኮነ ኣይንትንክፎን ኢና። ካልእ እንታይ ክንገብር ኢና ናይዚኣ ኢሜጅ ሊንክ ናይዚኣ ኢሜጅ ሊንክ ኮፒ ኢሜጅ ሊንክ ኢልና ኣለና እቲ ሊንክ ከዓ ኣብ ወርድ ከነቐምጦ ንኽእል ኢና ኣብዚ ኮንትሮል ቪ ኢልና እዚ ናይቲ ኢሜጅ ሊንክ እዩ ማለት እዩ ስለዚ ከምዚ ጌርና ከዓ ነቲ ሊንክ ኣምፂና ከነቐምጦ ንኽእል ማለት እዩ ስለዚ እዚ ብሊንክ ኣይተቐመጠና ኣይመፀና ኣሎ ብሊንክ ይመፀልካ እዩ ኣለዎ ናት ሕጂ እንተኮይኑ ይመፀና ኣሎ ብሊንክ ይመጸልካ ምሽ ሽዑ ነታ ሊንክ ምስ ጠወቕካ ትኽ ኢላ ናብዛ ስእሊ እዚኣ ትወስደካ ማለት እዩ ናብዚኣ ትወስደና ስለዚ ናይ ሎማዓንቲ ዝነበረ ትምህርትና እዚ ነይሩ ሰናይ ምክትታል ዝኾነ ሓሳብ ርእቶ ሕቶ እንተደሃሊኩም ኣብ ኮመንት ፀሓፍሎ ኢኹም ኣብ ካልኣይ ክፋል ብሰላም የራኽበና በቢ ዘለናዮ ሰላም ወሰናይ